ኣርእስተ ዜና፣ እቲ መታለልን ሓሳውን ኢሳያስ ንህዝብና ካብ ባሕሩ ዓሳ ከይገፍፍ ከልኪሉ ኣብ ዲጋታት መስርሕ ምፍራይን ምግፋፍን ዓሳ ይካየድ ኣሎ እናበለ የደናግር ኣሎ። ሃገራት ዴንማርክን ፈረንሳን ዓባይ ብሪጣንያን ኣብ ልዕሊ ሱዳን ንዝግበር እገዳ ድጋፍ ሂበን። ኣብታ ብሽበራዊ ጉጅለ ቦኮ ሓራም ተደጋጋሚ መጥቃዕቲ ዝፍጸመላ ናይጀርያ ሽዱሽተ ሚእቲ ሰባት ተጨውዮም። ልባዊ ሰላምታና ይብጻሕኩም ኣብ ኩሉ ኩርናዓት ዓለም ክንኩም ፈነወና ኣብ ምክትታል ትርከቡ ተዓዘብትና ዜና እዚ ዕለት ዘቕርበልኩም ሓበን ተኽሉ'የ ንምክትታልኩም ብኽብሪ እናዓደምና ናብ ዝርዝር ዜና ክንሰግር። እቲ መታለልን ሓሳውን ኢሲያስ ንህዝብና ኣብ ባሕሩ ዓሳ ከይገፍፍ ከልኪሉ ኣብ ዲጋታት መስርሕ ምፍራይን ምግፋፍን ዓሳ ይካየድ ኣሎ እናበለ የደናግር ኣሎ። እቲ ብምትላልን ሓሶትን መወዳድርቲ ዘይብሉ ወዲ ኣመንዝራ ኢሲያስ ህዝብና ኣብ ቀይሕ ባሕሪ ዓሳ ከይገፍፍ ከልኪሉ ኣብቲ ድበትን ሓመድን ዝመልኦ ዲጋታት መስርሕ ምፍራይን ምግፋፍ ዓሳን ይካየድ ኣሎ እናበለ ብርኦ የደናግር ኣሎ። እቲ ሓሳድን ደመኛን ጸላኢና ኢሳያስ ህዝብና ክጥቀም ስለ ዘይደሊ እቶም ኣብ ባሕርና ዘለዉ ዝተፈላለዩ ዓሳታት ከምድላይና ከይንገፍፍ ከልኪሉ እንክነሱ ብምስኒነታቱ ዓሊ ሕሩይን ካልኦትን ኣቢሉ ኣብ ዘመሓላልፎ መልእኽቲ ግን ኣብ ሃይኮታ ዲጋ ፋንኮ ከምኡውን ኣብ ተሰነይ ዲጋ ፋንካራውን ካልኦት ዲጋታትን ኣብ ክልተ ሽሕን ዓሰርተ ሸሞንተን ከም ብሓድሽ ናይ ምርባሕ ዓሳ መደብ ከምዝተበገሰን ጽቡቕ ገስጋስ ተመዝጊቡ እዩ እናበለ የታልል ኣሎ። ኣመሓዳሪ ዞባ ጋሽ ባርካ ኣምባሰደር ማሕሙድ ዓሊ ሑሩይ ብ ዕስራን ክልተን ነሓሰ ኣብ ንኡስ ዞባ ሃይኮታ ምምሕዳር ከባቢ ፌስኮ እትርከብ ዲጋ ፋንኮ ጽሙእ ከምኡ ውን ኣብ ንኡስ ዞባ ተሰነይ ምምሕዳር ከባቢ ፋንኮ እትርከብ ዲጋ ፋንኮ ራዊ ብምብጻሕ ብማሕበር ተራድኦ ገፈፍቲ ዓሳ ንዝካየድ ዘሎ መስርሕ ምግፋፍ ዓሳ ተዓዚቡን ምስ ኣባላት ማሕበር ዘትዩን። ሓላፊ ጨንፈር ሃብቲ ባሕሪ ኣቶ ብርሃነ መብራህቱ ኣብ ዝሃቦ መግለጺ፣ ምስ ሚኒስትሪ ሕርሻን ኮርፖረሽን ዘራእትን ጥሪትን ብምትሕብባር ኣብ ክልተ ሽሕን ዓሰርተ ሸሞንተን ኣብ ሽዱሽተ ዲጋታት ዓሳሳት ናይ ምርባሕ መደብ ከምዘበገሰን፣ ሃገርና ሽሕን ሰለስተ ሚእትን ኪሌ ሜትር ገማግም ባሕሪ ትውንን፣ ልዕሊ ሰለስተ ሚእቲ ደሴታት ዘለዋ ሃገር ድማ'ያ። ብተወሳኺ ልዕሊ ሽሕን ክልተ ሚእትን ዓይነት ዓሳ ዘለዋ'ያ። ካብዚ እቶም ዓሰርተ ሚእታዊት ኣብ ዝኾነ ክፋል ዓለም ዘይርከቡ ፍሉያት ዓሳታት እዮም ሃገርና ብሃብቲ ዓሳ ዝተዓደለት እንክነሳ ህዝብና ግን ኣይኮነን ዓሳ ገፊፉ ክበልዕ ናብቲ ባሕሪ ገጹ ክኸይድ ውን ብዙሕ ዝድለ ኣይኮነን ኣብ ክሊ ባሕሪ ኤርትራ ዝርከቡ ዓሳታት ብዙሕ ስለ ዘይግፈፉ ብዙሓት ካብ የመንን ካልኦት ሃገራትን ዝመጹ ገፈፍቲ ዓሳ እናገፈፉ ከም ዝሸጥዎም ዝፍለጥ እዩ በዚ ድማ መዓልታዊ ብኣባላት ሓለዋ ባሕሪ ኤርትራ ዝተሓዙ የመናውያን እልቢ የብሎምን ዓሳ ካብ መኣዛዊ ምግብታት ብተወሳኺ ኣብ መስርሕካ ዝርከቦ ኣታዊ ውን ቀሊል ኣይኮነን ሓርበኛ ተጋዳላይ ኣቦ ሚኒስተር ጴጥሮስ ሰለሙን ሚኒስተር ሃብቲ ዓሳ ኣብ ዝነበረሉ እዋን ምግፋፍ ዓሳ ንምምዕባል ጽቡቕ ገስጋስ ተጀሚሩ ዋላኳ እንተነበረ በቲ ደመኛ ጸላኢና ኣንድነታዊ ኢሳያስ ግን ክቕጽል ስለዘይተደለየ ሙሉእ ብሙሉእ ዓንዩ ይርከብ። እዚ ወዲ ኣመንዝራ ኢሳያስ ዘሎ ጸጋታትና ከምደለና ከይንጥቀመሉ ሃገርና ንዓና ከምዘይትምልከተና ዋላ ሓንቲ ዘይብልና ድኻታት ምዃንና ከእምነና ኣብ ኣእምሮ ሰባት ድማ ስእሊ ንምፍጣር ክሰርሕ ምጽንሑ ኩሉ ከስተብህለሉ ኣለዎ። ንሕና ድኻታት ለመንቲ ስደተኛ ኮይና ዞሎና ብሰንኪ ኣንድነታዊ ኢሰያስ ጥራይ ኢና። ጸጋታት ሃገርና መወዳእታ የብሉን። ምንቅስቓስ ማሕበር የሕዋት ኣግኣዝያን ኣብ ኣዝዩ ሓጺር እዋን ስልጣን ክንጭብጥ ኢና። ቁጠባ ሃገርናን ክብረት ህዝብናን ድማ ከነረጋግጽ ኢና። እቲ ሃብቲ ተቖጻጺሩ ንህዝብና ብሰልካሕክሕ ድኽነት ዘጽንቶ ዘሎ ኣንድነታዊ ኢሰያስ ኣብ ባንክታት ካሽ ማሽንን ካልእ ምዕቡል መስርሒታትን ከተኣታቱ'የ ክብል ብመንገዲ ዜሮ ሰለስተ ናይ ወረ ሓሶት መርበብ ኣቢሉ ንህዝብና የደናግሮ ኣሎ። እቲ ሃብቲ ሃገርና ተቖጻጺሩ ንህዝቢ ናብ ዘስካሕክሕ ድኽነት ዘጽንት ዘሎ ኣንድነታዊ ኢሳያስ፣ ኣብ ባንክታት ካሽ ማሽን ካልእ ምዕቡል መሳርሒታትን ከተኣታቱ'የ ክብል ብመንገዲ ባዶ ስልስተ ናይ ወሮን ሓሶትን መርበቡ ኣቢሉ ንህዝብና የደናግሮ ኣሎ። ኣብ ኢድ ነብሲ ወከፍ ዜጋ ዘሎ ገንዘብ ክሳብ ዝሓለፈ ሰላሳ ሓምለ ናብ ባንክታት ክእከብ ኣንድነታዊ ኢሳያስ ኣብ ዝሓለፈ ምእዋጁ ይዝከር። እቲ መሰረታዊ ቀረብ ስኢኑ ብሕማም ድኽነት ዝጸኒ ዘሎ ህዝብና ብመነባብሮ ብዘስካሕክሕ ሕሱም ድኽነት ይሳቐ ኣሎ። እንተኾነ እቲ ኣብ ልዕሌና ሓያል ጽልእን ንዕቀትን ዘለዎ ኣንድነታዊ ኢሳያስ ነቲ ኮን ኢሉ ዘጽንቶ ዘሎ ህዝብና ሕጂውን ካሽ ማሽንን ናይ ሞባይል ባንኪን ዘመናዊ ኣሰራርሓ ከእትዬ ክብል ናይ ሓሶትን ኣሽካዕላልን ወረ ጀሚሩ ከምዘሎ ምንጭታት ተለቭጅን ሃገረ ሓማሴን ሓቢሮም። ብሰንኪ እቲ ዘይብቑዕ ኣንደረታዊ ኢሰያስ ሎሚ ኣብ ሃገርና ኣይኮነንዶ ካሽ ማሽንን ሞባይል ባንክን ክህሉስ እቲ ኣብ ሽሕን ትሽዓተ ሚእትን ተስዓን ሸውዓተን ካብ ዝሕተም ኣስታት ዕስራን ትሽዓተን ዓመት ዘቑጸረ ባጤራ ናቕፋ ኣብ ክልተ ሽሕን ዓሰርተ ሓሙሽተን ድሕሪ ምቕያሩ ንዝሓለፉ ዓሰርተ ሓደ ዓመታት ከይተቐየረ ኣዝዩ ኣሪጉን ተመናኒኹን ኣብ ዕዳጋታት ሃገርና ምሃብን ምቕባልን ኣብ ዘይከኣለሉ ደረጃ በጺሑ ኣብ ኢድ ህዝብና ሞይቱ ይርከብ። ሎሚ ኣብ ኩለን ሃገራት ካሽ ማሽን፣ ሞባይል ባንኪን ኣሎ። ኣብ ድላይካ ግዜ ኹን ዝደለኻዮ መጠን ገንዘብ ከተውጽእን ክትልእኽን ትኽእል። ሃገርና ግን ብሰንኪ ኣንድነታዊ ኢሰያስ ካብ ምዕባለን ቴክኖሎጂን ተነጺላ ማእከል ድኽነትን ድንቁርናን ኮይና ትርከብ። ሎሚ ብሰንኪ እቲ ኣቦ ድኽነትን ድንቁርናን ዝኾነ ኢሰያስ ህዝብና ናብ ኣዝዩ ከቢድ ጸገም ተቓሊዑ ኣሎ። ብስእነት ማይ፣ መድሃኒት፣ ሕክምና፣ ኤለትሪክ ኣብ ኣዝዩ ዓሚቕ ድኹነት ይርከብ። ከም ሳዕቤኑ ድማ ሎሚ ማእለያ ዘይብሉ ህዝብና ንዝተፈላለዩ ሕማማት ተቓሊዑ ኣሎ። መንእሰይና ናብ ስደት ተበቲኑ፣ ደቂ ኣንስትዮ ኣሕዋትና ድማ ኣብ ውርደትን ሽግርን ኣትየን ይርከባ። እዚ ድማ ብሰንኪ'ቲ ደመኛ ጸላኢና ኣንድነታዊ ኢሰያስ እዩ። ንሕና ኣብ ሓጺር እዋን ስልጣን ክንጭብጥ ኢና። ቁጠባን ክብረትን ህዝብና ድማ ከነረጋግጽ ኢና። እዚ ከም እንገብርን ከም እንኽእልን ድማ ዘጠራጥር ኣይኮነን። ሃገራት ዴንማርክ፣ ፈረንሳ፣ ዓባይ ብሪጣንያ ኣብ ልዕሊ ሱዳን ዝግበር እገዳ ድጋፈን ሂበን። ውግእ ሱዳን ተጓሃሂሩ ይቕጽል ኣብ ዘሎ እዋን፣ ኣሜሪካ ኣብ ልዕሊ ሱዳን ናይ ኣጽዋር እገዳ ክግበር ናብ ባይቶ ጸጥታ ውድብ ሕቡራት ሃገራት እማመ ዘቕረበት ኮይና፣ ሃገራት ዴንማርክ፣ ፈረንሳ፣ ዓባይ ብሪጣንያ ድማ ዘለወን ደገፍ ገሊጸን ከምዘለዋ ጸብጻብ ማዕከን ዜና ዳባንጋ ኣመልኪቱ። ኣማኻሪ ፕሬዝደንት ትራምፕ ኣማኻሪ ጉዳያት ኣብ ማእከላይ ምብራቕን ኣፍሪቃን ማሳድ ጳውሎስ ኣብ ባይቶ ጸጥታ ብዛዕባ'ቲ ጉዳይ ኣመልኪቱ ኣብ ዝሃቦ መብርሂ፣ ነቶም ኣብ ሱዳን ዘለዉ ሓይልታት ናይ ኣጽዋር ደገፋት ዝገብራ ዓሰርተ ክልተ ሃገራት ከምዝኾና ብምግላጽ እቲ ኲናት ተጎሃሂሩ ክቕጽልን ኣብ ልዕሊ ሰላማውያን ሰባት ጨፍጫፋት ከካይዳ ይሰርሓ ምህላወን ወቒሱ። እቲ ብኣሜሪካ ኣብ ባይቶ ጸጥታ ዝቐረበ ናይ እገዳ እማመ፣ ናይ ድሮንን ምስኡ ዝተኣሳሰር ቴክኖሎጂታትን ዘጠቓለለ ምዃኑ እቲ ዝወጸ ጸብጻብ የመልክት። ሚኒስተር ጉዳይ ወጻኢ ዴንማርክ ላስ ሎኬ ራስሞስን ኣብ ዝሃቦ ርእይቶ፣ ኣህጉራዊ ቤት ፍርዲ ኣብ ሱዳን ዝያዳ ኣተኩሮ ሂቡ ክሰርሕ ኣተሓሳሲቡ ኣሎ። ንሱ፣ ባይቶ ጸጥታ ውድብ ሕቡራት ሃገራት ነቲ ኲናት ደው ክብል ሓላፍነት ከም ዘለዎ ብምዝኽኻር፣ እቲ ኲናት ነቲ ዞባ ምሉእ ይህውኾ ከም ዘሎን ተዅሲ ደው ክብል ከም ዝግባእን ጻውዒት ኣቕሪቡ። እዞም ኣብ ሱዳን ዘለዉ ሓይልታት፣ ብፍላይ እቲ ብጀነራል ኣልቡርሃን ዝምራሕ እስላማዊ ጅሃዳዊ ዕጡቕ፣ ኣብ ሱዳን ካብ ሃገራት ኢራን፣ ስዑድያ፣ ሩስያ፣ ግብጺ ብቐጻሊ ናይ ኣጽዋር ደገፋት ክግበረሉ ምጽንሑ ይፍለጥ። ኣንድነታዊ ኢሰያስ ውን እቲ ዝመጽእ ዝነበረ ኣጽዋር ብባሕርን ኣየርን ብምጉዕዓዝ ሰራዊት ብምዕላምን እቲ ኣብ ሱዳን ዘሎ መከራ ክናዋሕ ዓቢ እጃም ተጻዊቱ ኢዩ። ካብዚ ብተወሳኺ ኣብቲ ዘካየዶ ዝነበረ ኲናት ክሳብ ውጉዝ ኬሚካላዊ ኣጽዋር ይጥቀም ምንባሩ ውን ዝርሳዕ ኣይኮነን። ኣሜሪካ ድማ ነቲ ኣብ ሱዳን ዝካየድ ዘሎ ጨፍጫፍን ኲናትን ደው ንምባል ኣብ መጀመርታ ኣብ ልዕሊ መንግስቲ ሱዳን ቁጠባዊ እገዳ ኣንቢራ ኢያ። ድሒራ ድማ ንመንግስቲ ሱዳን ኣጽዋር ዝሸጡ ኩባንያታት ከምኡ'ውን ኣጽዋር ዘመላልስ መጓዓዝያ ኣየር ሱዳን እገዳ ከም ዘንበረትሉ ይዝከር። ሱዳን ምስቲ ዘለዋ ብዙሕ ባህልታትን ናይ ጂኦግራፊ ሽግራትን ኣብ ሽሕን ትሽዓተ ሚእትን ሓምሳን ሽዱሽተን ካብ መግዛእቲ እንግሊዝ ሓራ ካብ ትወጽእ ንደሓር ብቐጻሊ ድኽነትን ዕልዋ መንግስትን ኲናትን ክትሕመስ ጸኒሓን ኣላን። ከም ኣካል ናይዚ ድማ እዚ ኣብ ክልተ ሽሕን ዕስራን ሰለስተን ዝጀመረ ኲናት ከቢድ ህልቂትን ሰብኣዊ ቅልውላውን ኣኸቲሉ'ዩ። ክሳብ ሕጂ ድማ ሚእትን ሓምሳን ሽሕ ሰባት ዝተቖተሉ ኮይኖም ልዕሊ ዓሰርተ ሰለስተ ሚልዮን ድማ ካብ ቤቶም ተማዛቢሎም'ዮም። ከምኡ'ውን ዕስራ ሚልዮን ህዝቢ'ታ ሃገር ኣብ ከቢድ ሰብኣዊ ቅልውላው ተሸሚሙ ይርከብ። ኣብታ ብጅሃዳውያን ሽበራውያን ጉጅለታት ብዙሕ ግዜ መጥቃዕትታት ዝበጽሓ ናይጀርያ ሎሚ ድማ ካብ ሓደ መስጊድ ኣማኢት ሰላማውያን ሰባት ከም ዝተጨወዩ ተፈሊጡ። ናይጀርያ ኣብ ደካራ ዝተባህለ ቦታ ኣብ ሓደ መስጊድ ብዝተፈጸመ መጥቃዕቲ ደቂ ኣንስትዮን ህጻናትን ዝርከብዎም ኣስታት ሽዱሽተ ሚእቲ ሰላማውያን ሰባት ከም ዝተጨወዩ ተፈሊጡ'ሎ። እቲ ጭውያ ኣብ ግዝኣት ኒጀር ኣብ ዝርከብ ሓደ መስጊድ ዝተፈጸመ ኮይኑ ኣብቲ እቲ ዕጡቕ ጉጅለ ዝዘርግሖ ናይ ቪድዮ ምስሊ ኣስታት ሽዱሽተ ሚእቲ ዝኾኑ ዝተጨወዩ ሰላማውያን ሰባት ከምዘለዉ ዘረጋግጽ እዩ። ናይቶም ዝተጨወዩ ሰባት ምስሊ ኣብ ፌስቡክን ዋትስኣብን ዝበሃሉ ኣብ ሞባይል ዝሰርሑ ማሕበራዊ መራኸቢታት ተዘርጊሑ ኣሎ። ኣብቲ ምስሊ፣ ኣብ ሓደ ጫካ ኣማኢት ሰባት ብዕጡቓት እናተሓለዉ ኮፍ ዝበሉን ድምጺ ናይ ብዙሓት ዝበኽዩ ህጻውንቲ ኣብቲ ቪድዮ ይስማዕ ነይሩ። ኣብ ናይጀርያ ሰባት እናጨወኻ ገንዘብ ምሕታት፣ ዝተለመደ እናኾነ ይመጽእ ኣሎ። ገንዘብ ንምርካብ ዝግበሩ ጃምላዊ ጭውያታት ብፍላይ ኣብ ሰሜን ምዕራብ እታ ሃገር ብብዝሒ ይረኣ እኳ እንተነበረ፣ ሎሚ ግን ኣብ ደቡባዊ ክፋል እታ ሃገር'ውን ሊሒሙ ኣሎ። ኣጽዋር ዝዓጠቑ ጉጅለታት ኣብ ልዕሊ ዓድታት፣ ኣብያተ ትምህርቲ፣ ጽርግያታትን ብተደጋጋሚ ናይ ጭውያ መጥቃዕቲ ይፍጽሙን ሰባት ጅሆ ብምሓዝ ድማ ከም ምንጪ ገንዘብ ይጥቀሙ ከም ዘለዉ'ዩ። ዝንገር እቲ ናይ ዝተጨውዩ ሰባት ዘርኢ ቪድዮ ዝተዘርግሐ፣ እቲ ጭውያ ድሕሪ ምፍጻሙ ድሕሪ ክልተ መዓልቲ'ዩ። እቶም ሰባት ሓደጋ ዘጋጠሞም ኣብ ጸሎት ኣብ ዝነበሩሉ ግዜ ኰይኑ፣ ነበርቲ ናይቲ ከባቢ ብዙሓት ሰለማውያን ሰባት ኣብ ስነ-ስርዓት ጸሎት እናሃለዉ ከም ዝተጨወዩ ሓቢሮም። ሓደ ዕጡቕ ንስድራቤት እቶም ዝተጨውዩ ሰባት ኣለልዮም ክፍሊት ፈጺሞም ክወስዱ ከም ዝኽእሉ ኣብቲ ቪድዮ መልእኽቲ ኣመሓላሊፉሎም። ብተወሳኺ፣ እቲ ዕጡቕ ኣቦታትኩምን ኣዴታትኩምን ደቅኹምን ኣለልዩ እናበለ ድማ፣ ይዛረብ። ኣርባዕተ ነበርቲ እቲ ከባቢ መንነት ናይ ገለ ካብቶም ዝተጨውዩ ሰባት ከረጋግጹ ከም ዝኸኣሉ ሓቢሮም እዮም። ኢብራሂም ኣቡባካር ዝተባህለ ነባሪ፣ እቶም ኣብቲ ቪድዮ ዘለዉ ሰባት ነበርቲ ዳካራ ምዃኖምን ንሱ ዝፈልጦም ጥራይ ዓሰርተ ሰለስተ ሰባት ከም ዘለለየ ሓቢሩ'ሎ። ዓብዱልሙጠሊብ ሙቃድስ ዲንዲ ዝተባህለ ካልእ ነባሪ ብወገኑ፣ እቶም ኣብቲ ቪድዮ ዝረኣዩ ሰባት ኣብ ግዜ ጸሎት ከም ዝተጨወዩ ሓቢሩ'ሎ። ጃሚሉ ኢብራሂም ዝተባህለ ካልእ ነባሪ ብወገኑ ድማ፣ ናይ ፌደራልን ናይተን ግዝኣት ሰበስልጣንን ነቶም ዝተጨወዩ ከፍትሑ ጻውዒት ኣቕሪቡ። ኣብቲ ቪድዮ ካብ ዝተራእዩ ሰባት ቆልዑ ዝሓዘላ ኣዴታትን ህጻናትን ከምዘለዉ ብምሕባር ህጹጽ ፍታሕ ክግበር ተማሕጺኑ ኣሎ። ፖሊስን ሰበ ስልጣን መንግስቲ ነቲ ጉዳይ ኣመልኪቱ ንዝቐረበሎም ሕቶ ዛጊት ርእይቶ ኣይሃቡን። ፖሊስ ኣቐዲሙ ኣብ ልዕሊ ኣመንቲ መጥቃዕቲ ከም ዝተፈጸመ ኣረጋጊጹ ነይሩ'ዩ፣ ግን ድማ ቁጽሪ ናይቶም ዝተጨውዩ ሰባት ኣየነጸረን። ናይጀርያ ብቦኮ ሓራምን በቲ ንባዕሎም እስላማዊ መንግስቲ ምዕራብ ኣፍሪቃ ኢሎም ዝጽውዑ ጅሃዳውያን ሽበራውያን ጉጅለታት መጥቃዕትታት ክበጽሓ ጸኒሑ ኣሎ። መንግስቲ ናይጀርያ ነቶም ጂሃዳውያን ንምቁጽጻር ተወሰኽቲ ሓደሽቲ ሰራዊት ክዕልምን ንሰራዊቱ ድማ ደሞዝ ክውስኽን ጸኒሑ እዩ። እዚ ግን ፍታሕ ክኸውን ኣይኽእልን። ምኽንያቱ ናይጀርያ ከም ኩለን ሃገራት ኣፍሪቃ ናይ ቀቢላን እንዳን ሃገር ኣብ ርእሲ ምዃና እታ ሃገር ናይ ኣስላም ሃገር ክትከውን ኣለዋ ዝብሉ ኣዝዮም ሓደገኛታት ጂሃዳውያን ዕጡቓት እውን ስለዘለዋ ከም ኩለን ሃገራት ኣፍሪቃ ዕጫኡ ወትሩ ኣብ ግርጭትን ዕግርግርን ምንባር እዩ።
ኣብ ጥቓ ገምገም ባሕሪ ግሪኽ ልዕሊ ክልተ ሚእቲ ስደተኛታት ካብ ሓደጋ ጃልባ ድሒኖም።
ኣብ ግሪኽ ጥቓ ደሴት ክሬት ኣብ ሰለስተ ጃልባታት ተሳፊሮም ዝነበሩ ክልተ ሚእትን ዓሰርተ ሸሞንተን ስደተኛታት ናብ ሎሚ ዘውግሕ ብዝተገበረ ናይ ዳህሳስን ነብሲ ምድሓንን ስርሒት ካብ ሓደጋ ምጥሓል ከምዝደሓኑ ጸብጻብ መርበብ ሓበሬታ ዩሮኒውስ ኣመልኪቱ'ሎ። እቲ ስርሒት ምስቶም ነብሲ ዘድሕኑ ብምትሕብባር ካብ ደሴት ክሬት ንሸነኽ ደቡባዊ ምብራቕ እትርከብ ወደባዊት ከተማ ሌራ ፔትራ ዝተኻየደ ምዃኑ ጸብጻብ እቲ መርበብ ሓበሬታ የረድእ። ካብታ ወደባዊት ከተማ ኣስታት ዕስራን ሸሞንተን ኪሎ ሜትር ርሒቝቡ ኣብ ዝርከብ ባሕሪ፣ ሓንቲ ዋንነታ ናይ ኤውሮጳዊ ሕብረት ሓለዋ ባሕርን ዶባትን ዝኾነት ሄሊኮፕተር ሚእትን ኣርባዓን ስደተኛታት ዝጸዓና ክልተ ጃልባታት እናረኣየት እንከላ፣ እቶም ስደተኛታት ካብታ ጃልባ ኣብ ሓንቲ ዓባይ ናይ ታንከር መርከብን ናይ ግሪኽ ሓለዋ ባሕሪ ጃልባ ሰጊሮም። እታ ሳልሰይቲ ጃልባ ድማ ሰብዓን ሸውዓተን ስደተኛታት ዝጸዓነት ኮይና፣ ካብ ሓደጋ ጃልባ ድሒኖም ናብ ሓንቲ ዓባይ ጽዕነት መርከብ ከም ዝተሳፈሩ'ዩ። ዝሕበር ዘሎ። ከምዚ ዝኣመሰለ ሓደጋ ጃልባ ቅድሚ ሓደ መዓልቲ ኣብ ጥቓ ደሴታት ጋቭዶስን ክሬትን ኣጋጢሙ ምንባሩ ይዝከር። ኣብኡ ሰማንያን ኣርባዕተን ዝኣኽሉ ስደተኛታት ብዝተኻየደ ነብሲ ናይ ምድሓን ስርሒት ድሒኖም ኣለዉ። ብሰንኪ ኣብ ምብራቕን ሰሜንን ኣፍሪቃን ካልእ ከባቢታትን ዘሎ ድኽነትን ኲናትን ብዙሓት ስደተኛታት ካብ ሊብያ ተበጊሶም ብማእከላይ ባሕሪ ቢሎም ናብ ሃገራት ኤውሮጳ ክሰግሩ ፈተነታት ኣብ ዘካየድሉ ብዙሓት በቲ ዘጋጥም ዘሎ ሓደጋ ግዳይ ሞት ይኾኑ ከምዘለዉ ይፍለጥ። ኣብዚ ዓመት ጥራይ ናብ ኤውሮጳ ሰግሩ ክብሉ ልዕሊ ሓደ ሽሕ ስደተኛታት ከምዝሞቱ ይፍለጥ። ካብ ክልተ ሽሕን ዓሰርተ ኣርባዕተን ክሳብ ሕጂ ድማ ልዕሊ ሳላሳን ኣርባዕተን ሽሕ ስደተኛታት ግዳይ ሞት ከምዝኾኑ ዝወጹ ጸብጻባት የረድኡ። ብዙሓት ዜጋታትና'ውን ብሰንኪ ኣንድነታዊ ኢሳያስ ዝፈጠሮ ዘስካሕክሕ ድኽነትን ጭቆናን ኣማሪሮም ካብታ ዝፈትውዋ ማሙቕ ሃገሮም ኣብ ዝተሰደድሉ ኣብ ማእከላይ ባሕሪ ብዙሓት ግዳይ ሞት ኮይኖምን ይኾኑን ኣለዉ። እስራኤል ካብ ጎቦ ሄርሞንን ካብቶም ናይ ጸጥታ ስግኣት ዘለዎም ናይ ሶርያ ዶባትን ከም ዘይትወጽእ ኣፍሊጣ። ሚኒስተር ምክልኻል እስራኤል፣ እስራኤል ቃጽ ኣብ ልዕሊ ሃገሩ ከወርድ ዝኽእል ናይ ጂሃዳውን መጥቃዕቲ ክሳብ ዘሎ፣ ሓይልታት ምክልኻል እስራኤል ካብ ጎቦ ሄርሞን ወይ ድማ ካብቲ ምስ ሶርያ ዘዳውባ ናይ ጸጥታ ስግኣት ዘለዎም ቦታታት ሶርያ ከም ዘይትወጽእ ሓቢሩ'ሎ። ሚኒስተር እስራኤል ቃጽ ነዚ ሓበሬታ ዝሃበ ብሰሉስ ናብቲ ዞባ ኣብ ዝበጽሓሉ ግዜ እዩ። እቲ ቦታ ካብ ጂሃዳውያን ሓይልታት ነጻ ክሳብ ዝኸውን፣ እቶም ቦታታት ኣብ ትሕቲ እስራኤል ከም ዝጸንሑ እቲ ሚኒስተር ምክልኻል ኣፍሊጡ ኣሎ። እስራኤል ቃጽ ኣብ መግለጺኡ፣ ሰራዊት ሃገሩ ንህዝብን ንመሬትን እስራኤል ንምክልኻል ኣብኡ ከም ዝጸንሕ ኣስሚሩ ኣሎ። ሰራዊት እስራኤል ካብ መወዳእታ ዝሓለፈ ዓመት ኣትሒዙ ነቲ ኣብ ውሽጢ ሶርያ ዝርከብ ንድሕነት እስራኤል ኣገዳሲ ዝበሎ ቦታታት ኣብ ትሕቲ ቁጽጽሩ እእትዩ ኣሎ። እስራኤል ኣብ ሽሕን ትሽዓተ ሚእትን ኣርብዓን ሸሞንተን ከም ሃገር ኣፍልጦ ምስ ረኸበት ንሶርያን ኩለን ሃገራት ኣዕራብን ኣብ ልዕሊ እስራኤል ኩናት ኣዊጀን ነይረን። ይኹን እምበር ሓይልታት ምክልኻል እስራኤል ብዝወሰዶም መብረቓዊ መጥቃዕትታት መሬቶምን ልእላውነቶምን ውሑስ ገይሮም እዮም። ሃገረ እስራኤል ንኣቦኦም ኣብርሃምን ንደቁ ንደቂ ደቁን ዝተዋህበቶም ርስቲ እያ። እዛ ንኣብርሃም ዝተዋህበቶ ርስቲ ኣብ መንጎ ሩባታት ኤፍራጥስን ናይልን ዘሎ መሬት እዩ። እዚ ድማ ኣብ መጽሓፈ ኦሪት ዝርከብ። ከብዩ። ብድሕሪ እዚ እስራኤላውያን ብሮማውያን ዝበጸሖም ወራር ምኽንያት ናብ ሙሉእ ዓለም ተበቲኖም እዮም። ድሒሩ ማሕበር የሕዋት ጽዮናውያን ብዝብል ኣህግራዊ ምንቅስቃስ ምስሪቶም ሃገራውነቶም ክምለስ ጌሮም እዮም። እስራኤል ናይ ኣይሁዳውያን ርስቲ እያ። ስለዚ ናይ እስራኤል ናይ መሬት ዋንነት ሕጋውን ሞራላውን እዩ። በዚ መስረት እስራኤል ካብ ሽሕን ትሽዓተ ሚእትን ሱሳን ሸውዓተን ጀሚራ ንመብዛሕትኡ ክፋል ኣኽራን ጎላን ኣብ ትሕቲ ቁጽጽራ ኣእትያቶ ጸኒሓ እያ። ድሕሪ ውድቀት ናይ ስርዓት ሶርያ በሽር ኣል ኣሳድ ኣብ መወዳእታ ናይ ክልተ ዒስራን ኣርባዕተን፣ እስራኤል እቲ ምስ መንግስቲ ሶርያ ዝገበረቶ ስምምዕ ከም ዝፈረሰ ብምርዳእ ነቲ ንምክልኻል ኣገዳሲ ቦታታትን ንጎቦ ሄርሞንን ኣብ ትሕቲ ቁጽጽራ ኣእትያቶ እያ። ብሓፈሻ እቲ ሓድሽ ሓበሬታ ሚኒስትሪ ሓይልታት ምክልኻል እስራኤል ኣብ ጎቦ ሄርሞንን ኣብቶም ካልኦት ኣገደስቲ ቦታታትን ንንውሕ ዝበለ ግዜ ክጸንሑ ከም ዝኽእሉ ዘረጋግጽ እዩ። እስራኤል ነቶም ቦታታት ክትቆጻጸሮም ዝተገደደትሉ ካብ ዶባ ሶርያ ዝመጹ ጂሃዳውያን ጉጅለታት ናይ ጸጥታ ስግኣት ስለ ዘለዋ ምዃኑ ትሕብር ኣላ። ኣብ ዝሓለፈ ሰሙን፣ እስራኤል ኣብ መዕርፎ ነፈርቲ ሶርያ ዝነበረ ናይ ቱርኪ ራዳር ንሸሞንተ ግዜ ብርቃዊ ደብዳብ ብምክያድ ኣዕንያቶ'ላ። መኻቲ ቱርኪ፣ ወተሃደራታ ናብ ሶርያ ንምእታው መደብ ከም ዝነበራ፣ እዚ ድማ ንእስራኤል ዓቢ ስግኣት ምዃኑ'ዩ። እስራኤል ድሕሪ'ቲ ኣብ ክልተ ሽሕን ዒስራን ሰለስተን፣ እስላማዊ ጉጅለ ሓማስ ኣብ ልዕሊ ሰለማውያን እስራኤላውያን ዝወሰዶ ኣዝዩ ዘስካሕክሕ ሽበራዊ መጥቃዕቲ፣ ናይ ጸጥታ ሓደጋ ከፈጥሩ ዝኽእሉ ሓይልታት ካብ መበገሲኦም ናይ ምህራምን ውጥኖም ናይ ምፍሻልን ስትራተጂ ትኽተል ኣላ። በዝን ካልእን ምኽንያት ቱርኪ ኣብ ሶርያ ወተሃደራዊ መዓስከር ቅድሚ ምጅማራ፣ ኣብ ዶባ ሶርያ ዘሎ ናይ ጸጥታ ስግኣት ናብ ካልእ ሓደጋ ቅድሚ ምስጋሩን ነቲ ቦታታት ንሄርሞንን ተቖጻጺራቶም ክትቅጽል እያ። ባንግላዲሽ ናብቲ ኣብ መንጎ ሱዕድያን ቱርክን ፓኪስታንን ዝተኸተመ ናይ ሜካ ስምምዕነት ክትጽንበር ከምትኽእል ተሓቢሩ'ሎ።
ባንግላድሽ ናብቲ ኣብ መንጎ ስዑድያ፣ ቱርክን ፓኪስታንን ዝተኸተመ ናይ መካ ስምምዕነት ክትጽንበር ከም እትኽእል ተሓቢሩ'ሎ። ስምምዕነት መካ ኣብ መንጎ ሃገራት ስዑድያ፣ ፓኪስታንን ቱርክን ኣብ ልዕሊኤን ዝፍጠር ወተሃደራዊ መጥቃዕቲ ብሓባር ንምክልኻል ዝተኸተመ'ዩ። ናይ መካ ስምምዕ፣ ኣብ ልዕሊኤን ዝፍጸም ዝኾነ ወተሃደራዊ መጥቃዕቲ ወይ ስግኣት ብሓባር ንምክልኻል ዘኽእል፣ ምስ ኪዳን ሰሜን ኣትላንቲክ ኔቶ ዝመሳሰል እዩ። ብመሰረት እቲ ስምምዕነት ካብ ሰለስቲኤን ሃገራት ኣብታ ሓንቲ ዝኾነ ዓይነት ወተሃደራዊ መጥቃዕቲ እንተተኻይዱ ኣብ ሰለስቲኤን ከም ዝተኻየደ ተገይሩ ይውሰድ። በዚ መሰረት ኩለን ኣባላት ሃገራት ስጉምቲ ንምውሳድ ይግደዳ። ምኽትል ሚኒስተር ጉዳያት ወጻኢ ባንግላድሽ ሁማዩን ካቢር ሃገሩ ስምምዕ መካ ክትሕወስ ተዓዲማ ምንባራ ኣረጋጊጹ ክብል ማዕኸን ዜና ሮይተርስ ሓቢሩ። ይኹን እምበር እቲ ሚኒስተር ንባንግላድሽ ዕድመ ዘቕረበት ሃገር መን ምዃና ኣይሓበረን። ሮይተርስ ንምንጭታቱ ጠቒሱ ከም ዝበሎ ድማ ንባንግላድሽ ዝዓደመታ ስዑድያ ምዃና ሓቢሩ። ሃገሩ ነዚ ዕድመ ብኣወንታ ከም እትርእዮ ድማ ኣፍሊጡ። ኣብ ማእከላይ ምብራቕ ብእስላማውያን ሃገራት ዝግበር ናይ ጸጥታ ልፍንቲ እንተሃልዩ ብኣወንታ ዝረኣ'ዩ ብምባል ብተዘዋዋሪ ባንግላድሽ ናብዚ ጥምረት ክትጽንበር ከም እትኽእል ኣእንፊቱ። ባንግላድሽ ኣብ ደቡባዊ ኤስያ ትርከብ ሃገር ኮይና ምስ ሃገራት ህንድን ማይናማርን ጽቡቕ ዝበሃል ርክብ ዘይብላ ሃገር እያ። ብኣንጻሩ ምስ ሃገራት ቱርኪ፣ ስዑድያ፣ ፓኪስታንን ቻይናን ኣሜሪካን ድማ ጽቡቕ ዝምድና ኣለዋ። በዚ መሰረት ናብቲ ናይ መካ ስምምዕ ዝተባህለ ናይ ስዑድያ፣ ፓኪስታንን ቱርክን ልፍንቲ ናይ ምጽንባር ዕድላ ዝለዓለ ክኸውን ከምዝኽእል ይሕበር ኣሎ። ካብ ባንግላድሽ ብተወሳኺ ኢራን'ውን ዕድመ ከምዝበጽሓን ናብቲ ስምምዕ ከም እትኣቱን ተሓቢሩ'ዩ። ብኣሜሪካን ብእስራኤልን ከቢድ ወተሃደራዊ ስጉምትታት ዝተወሰደላ ኢራን፣ ሎሚ ድማ ብኣሜሪካ ኣዝዩ ከቢድ ዝተባህለ ናይ ቁጠባ እገዳታት ተነቢሩላ ኣሎ። ኢራን ብኣሜሪካ ምስ ተደብደበት፣ ኣብቲ ዞባ ንዝርከባ ናይ ኣሜሪካ መሻርኽቲ ሃገራት ደብዳብ ኣካይዳትለን ነይራ። ኣብ ልዕሊ ናይ ስዑድያ ትሕተ-ቅርጽን ጸዓትን'ውን ዕውነት ኣውሪዳ ነይራ'ያ። ሎሚ ድማ ኣብቲ ስዑድያ ተተሓባብሮ ዘላ ናይ መካ ስምምዕ ንምጽንባር ከም ዝወሰነት ይሕበር ኣሎ። ብመሰረት እቲ ወተሃደራዊ መጥቃዕትታት ንምክልኻል ዝተኸተመ ናይ መካ ስምምዕ፣ ስዑድያ ናይ ገንዘብ ወጻኢታት፣ ቱርኪ ኣጽዋር፣ ፓኪስታን ድማ ሰራዊት ከዋጽኣ ስምምዕ ገይረን ኣለዋ። ስዑድያ ካብ ሽበራዊ ጉጅለ ሑቲ ደብዳብ ክበጽሓ ቀንዩ እዩ። ኣብ ቀይሕ ባሕሪ ዝነበራ መራኽባ ብሑቲ ተሃሪመን ኣለዋ። ሑቲ ብኢራን ዝምወል ዕጡቕ ኮይኑ ምስቲ ብስዑድያ ዝድገፍ ናይ ደቡብ የመን መንግስቲ ኣብ ውግእ ይርከብ። ሃገራት ልኣላውነተን ንምውሓስን ናይ ዜጋታተን ድሕንነት ንምሕላውን ይሰርሓ ኣለዋ። እቲ ዘይብቑዕ ኢሳያስ ግና ንሃገርና ካብ ዓለም ነጺሉ ባሕርና መጻወቲ ሽበራዊ ሑቲ ገይርዎ ኣሎ። ከም እስላማዊ ጅሃዳውያን ሑትን ኣልቡርሃንን ዝበሉ ኣብ ከባቢና ዝርከቡ ሽበራውያን ዕጡቓት ነቲ ጥንታዊ ርስትና ዝኾነ ባሕርና ኣጽዋራት ንምትሕልላፍ ይጥቀሙሉ ኣለው። እዚ ድማ ብሰንኪ'ቲ ዘይብቑዕን ሓሳውን ኢሳያስ እዩ።